ነዚ መደብ ዝሰማዕኩም ደጊመ ሰላም ክብል ይደሊ ማማ ኤልሳ ጭሩም ተሰምዖ ከዓኒ ፅቡቕ እዩ ሸራ ይትረስዑ ብዝኾነ ሕፅር ዝበለ እንታይ ክብል ይደሊ ኣነ እዚ ፅሑፍ እዚ ኤልሳ ጭሩም ኣውፅኣቶ ኣላ በዚ ናይ ሃገርን እዚ ኮኔረል እዝራን ወዘተ ኣነ እኳ ብዛዕባ እቲ ኮኔረል እዝራ ዝበሃል ዘሎ ንሱ ድዩ ካልእ ድዩ ሃገር ዝኾነ ስም ኣይጠቐሰትን እዚ ሰብ እዚ ኣይበለትን ግን ኣብዚ ማሕበራዊ ሚድያ ኮኔረል እዝራ እዩ እዚ እናበልካ ይዝርጋሕ ኣሎ ኣነ ከም ኣነ ብዛዕባ እዚ መራሕዶ እዚ ኮነረል ዝበሃል ዘሎ ኣፍለጦ የብለይን ካብ ሃገር እውን ኮነረል እዝራ እዩ ዝበሃል ዘረባ ኣይሰማዕኩን ስለዚ ኣብዚ ዝኾነ ሰብ ክሳብ ካብ ቃላ ዘይሰማዕናዮ መን እቲ ሰብ ምጥንቃቕ ኣገዳሲ እዩ ክብል ይደሊ ማለት እዩ ብዝኾነ ሕጂ ኣብዚ ናይ ኤልሳ ጭሩም ኣውፅያቶ ዘላ ዝፅሑፍ እዙዩ ኣነ ሕጂ ከንብቦ ኣይክእልን ደቕቕ ኢሉ እቲ ፅሑፍ ማለት እዩ ሓፈሻዊ ግን እንታይ እዩ ክትሕግዛ ከምዘይትኽእል እያ ተዛሪባ ዘላ ብጽሑፍ ማለት እዩ ሕጂ እንታይ እዩ እቲ ዘይመሐጊ እዚኣ ሓደ ኩልና ከም ንፈልጦ ሃገር ኣቐዲማ ብዛዕባ እዚ ኣብ ኤርትራ ዘጋጠማ ቅድሚኡ ብዛዕባ እዚ ናይ ስምዶ ኣሳውእት ክንዶ ብየሱስ ክርስቶስ ዶ ሓደ ዶ ብዙሕ ጌጋ ኣለዋ ሃገር ከም ንፈልጦ ኩልና ማለት እዩ ኦኬ ሕጂ እንታይ ኣት ዘላ ሕጂ ኤልሳ ጭሩም ኣብ ፅሑፋ ነቲ ኣቐዲምኪ ጌጋ ዘረባ ዝተዛረብክዮ ንዕኡ ይቕረታ ክትሓትሉ ነይርኪ ዝብል ተጠቒማ ኣላ ፅቡቕ ኣላ ኤልሳ ጭሩም ኣብዚ ጉዳይ እዚዩ ይቕረታ ክትሓትት ኔርዋ ዝብል እውን ኣነ ንገዛእ ርእሰይ ክልተ ግዜ ርእይቶ ውሪደ ኣለኹ እዚ ናተይ መደብ ማለት እዩ ኣይሓተተትን ከም ካልኣይ እውን ኤልሳ ጭሮም እንታይ ኢላላ ኣብዚ ብሰንኪ ዘጋጠመኪ ሃገርኪ ገዲፍኪ ከምትወፂ ክኢልክሲ ክኢልኪ ከለኽሲ እንደገና ነዚ ዘረባ እዚ እናተዛረብክስ ክሳብ ሕጂኻ ነቲ ስርዓት ትድግፊ ኣለኺ ሕጂ ኤልሳ ጭሩ እንታይ እያ ትብል ዘላ ሓደ በቲ ኣቐዲማ ናይ መድሃኒትን ገለን ስመን ዝበለቶ ይቕረታ ዘይምሕታታ ካልኣይ ነገር ክሳብ ሕጂ ደጋፊት ምህላዋ ሲ በዘን ክልተ ምክንያትስ ወላ ሓንቲ ኣብኣ ዝወረደ ይውረድስ ወላ ሓንቲ ከምዘይ ትሕግዘ እያ ገሊፃ ዘላ ኤርሳል ጭሩም እዚ ባህላ እዚ ኤርሳል ጭሩም ትኽክል ኣላ ግን እንታይ ሕጂ ኣነ እዚ ኹኖ ዘለኹ ብዚ ኤልሳ ጩሩምሲ ተጣባቒት ሰብኣዊ መሰላት እያ። ሰብኣዊ መሰል ከኣ ፖለቲካ መርገጺኡ ብዘየገደስ ዝኾነ ሰብ በቲ ዘጋጠሞ እኻ ደው ክትብለሉ ዘለካ። ሕጂ ኤልሳ ጩሩምሲ እንታይ ክትብል ነይርዋ ዝብል ሓሳብ እዩ ዘለኒ ኣነ ልክዕ ንሃገር ክትከሳን ክትሕግዛን ከም ዘለዋ ክትገልጽ ነይርዋ ወይ ከምኡ ዓይነት ሓሳብሲ ኤልሳ ጭሩም ከምኡ ክህልዋ ነይርዎ በቲ ኣቐዲምኪ ጌጋ ዘረባስ ዝተዛረብክዮ ይቕረታ ክሳብ ዘይሓተትኩሉ ብኡ ክኸሰኪ እየ ወይ ክትክሰሲ ከም ዘለ ክገብር እየ በዚ ኣጋጢሙኪ ዝተዛረብክዮ ሰባት ኣብ ልዕለኺ ኣብ ስድራኺ ኣብ ውላድኪ ዝዛረብዎ ዘለዉ ሕማቅ ዘረባ ከኣኒ ክሕግዘኪ ክኸሶም ዝብል ሓሳብ ክትሕዝ ነይርዋ ኤርትራ ጭሩም ብትኽክል ነቲ ነገር ክንሪኦ እንድሕር ኮይና ንዓይ ንሱ ይቁኑዕ ኢለ እየ ዝኣምን ልክዕ እዩ ሕጂ እንታይ እዩ ኣነ ሕጂ ሃገር ብዙሕ ዘረባ ተገማጢላ ንሪኣ ኣለና ወላ ነቲ ኩሉ ነገር ጌጋታት ሕጂ ክትብሎ ጽንሕሲ ከም ሰብ ኣነ ሓሲበ ምናልባት ኣይትፈልጦን ኢኻ ሰብ ብትኽክል ሓሲባ ዳ ነዚ ኩሉ ዘረባታት ትዛረቦ ዘላ ዊደኖ ግን እንታይ እዩ ሓንቲ ጓል ኣንስተይቲ ከምዚ ኣጋጢምኒ እንተኢላ በቃ ክሳብ ብሕጊ እቲ ዘጋጠማ ነገር ተፈፂሙን ኣይተፈፂሙን ክሳብ ተፃርዮ ቃላእ ጥራሕ እዩ ክኽበር ዘለዎ ዋላ ካልእ ጌጋታት ይሃለዋ በቲ ዘጋጠማ ኣኻ ኣብ ጎድና ዶ ክትብል ዘለካ በቲ ገበን ዘለዋ ከዓ ትኸሳ በቲ ኣብ ልዕሊኣ ዝተፈፀመ ከዓ ትሕግዛ ናይ ሕጊ ንሳያ ኢለ እየ ዝኣምን ኣነ ምክንያቱሲ ኣብ ሕጊ እንድሕር ከድካሲ በቲ ዝተበደልካዮ ትኸስስ በቲ ዝበደልካዮ ከዓ ትኽሰስ ናይ ሕጊ ስንሰያ ሕጂ ኤልሳ ጭሩምሲ ከም ተጣባቒት ሰብኣዊ መሰላትሲ ንሓንቲ ጓል ኣንስተይቲ በቲ ኣጋጢሙኒ ትብሎ ዘላ ብኡ ክትሕግዛ ይግብኣ። ብመድሃኒትዶ ብስምዶ ብገለደ ብገለዶ ዝተዛረበቶ ከኣ ክትከሳን ይቕረታ ከተሕትታን ብክልቲኣ ክትሕዛ ነይርዋ ኤልሳ ጭሩም በቲ ሓደ በቲ ጌጋታት ክትከሳ በቲ ሓደ ከኣኒ በቲ ኣብ ልዕሊኣ ዝተፈጸመ ሓገዝ ክትገብረላ ኔርዋ ኤልሳ ጩሩም ስለዚ ነዚየ እየ ኣነ ሓቅን ጌጋን ሓሳብ ኤልሳ ጩሩም ዝብሎ ዘለኹ ምክንያቱ ንዓይ ቁርብ እዚ ኣባሃህላ ናይ ኤልሳ ጩሩም ትክክል ኮይኑ ይተሰማዕንን ምክንያቱ እንታይ እዩ እዚ ሃገር ተዛሪባቶ ዘላ ዘረባ ማሌሲ ይሕዘኒ ይትንክፈኒ እያ ኢላ ዘላ ወላ ወፅያ ክትዛረቦ ዘይትደልዮ ዘረባን ፍፃሜን እውን ህሉ ኣይትፈልጥን ኣይትፈልጥን ክንደይ እኮ ኣለዋ ኣነ ዝፈልጠን ኣለዋ ሽጉጥ ኣውፅኦም ኣፈራሪሖም ርክብ ዝገበራ ማለት እዩ ኣነ ጥራሕ ዘይኮንኩሲ ብዙሓት ሰባት ዝፈልጥዋ እያ እዛ ዘረባ እዚኣ ሕጂ ካልእ እውን ብዙሕ ክንዛረብ ምኽኣልና ኢና ክንዛረበሉ ኢና ንሓንቲ መጋቢት እዩ ሓላፍነት ዘለዎ ሰብ እዩ ሰዓት ሓሙሽተ ናብቲ ምግብና ከይዳ እናሰርሐት ከላ ሰዓት ሓሙሽተ ኩሉ እዩ ደቂሱ ዘሎ ምክንያቱ ሰዓት ሓሙሽተ ተሲኤን ጣይታ ስንክታ ፀብሒ ገለገለገለገለ ገባብራ መጋቢት ዝነበረት ጥይሲ ተጋደሊት እያ ዝሕዝነካ ነገር ማለት እዩ ዘጋጥመና እዛ ዝብላ ዘሎ ኣነ ማለት እዩ በቲ ሓደ እውን ተጋደሊት እያ ተጋደሊት ጥይሲ ተጋደሊት እያ ተጣይሳ መጋቢት ኮይና ምሳና ተቆፂራ ሰለስተ ድየን ኣርባዕተ መጋቦ ነይረን ኣብቲ ዝነበርናዮ ብመንግስቲ ዝመጻ እየን ሕጂ ታረኛ ኮይና ሰዓት ሓሙሽተ ኣቢላ ተሲኣ ጽቡቕት እያ ጎበዝ እያ ብዕድመ እውን ነቲ ኣብ ልዕሊኣ ከም ዘካየደ ሰብ መዞኒ እያ ሰዓት ሓሙሽተ ብታ ክሽነ እንዳሰርሐት ከላ ኣይ ተቐበለቶ እንተ ሓሳቡ ሽጉጡ ግን ኣውፅላ በቃ ከምቲ ዝበሃል ኣነ ብዓይነ ይረኣኹ እቲ ዘረባ የሰሚዐዮ ግን በቃ ኣብ ሸዓብኣ ርክብ ፈፂሙ ማለት እዩ ልክዕ ኩሎም መራሕቲ ሓደ ኣይኮኑን ኣነ ባዕለይ ዝፈልጦም ክንደይ ንፉዓት መራሕቲ ኣለዉ ብኩሉ ነገር ማለት እዩ ወላ ነዚ ንቋወሞ ዘለና ጉጅለሲ ብልቦም ሕርር ኢሎም ዝኸዱ ማለት እዩ ካብታ ሕጊ ወፃኢ ዘይብድሉ ካብታ ሕጊ ወጻኢ ክሓለፋ ንዝኾነ ሰብ ኣዳልዮም ዘይከዱሲ ክንደይ ንፉዓትን ክንደይ ጀጋኑ መራሕትን እዮም ዘለዉ። ንደቂ ኣንስትዮ ከም ደቆም ከም ኣሕዋተን ብኽብሪ ዝሕዝወን ክንደይ ጀጋኑ መራሕቲ እዮም ዘለዉ። ስለዚ ክንደይ ባዕለገታት ከዓ ኣለዉ፣ ክንደይ ዓመፅቲ ከዓ ኣለዉ፣ ክንደይ ረሳሓት ከዓ ኣለዉ። ኣነ ሕጂ እዚ ዝበሃል ዘሎ ሰብ ኣይፈልጦን እየ ኣይፈልጦን እየ ዋላ ሃገር ስሙ ጠቒሳ እዚ ሰብ እዚ ኣይበለትን ጌጋ እዩ እዚ ሰብ ሕጂ ካልእ ሰብ ክኸውን ይኽእል እዩ ሃገር እዚ ሰብ እዚ ይኮነን ካልእ ሰብ እዩ እንተኢላ ሲ እዚ ሳእል እዚ ስእሊ እዚ ንዝርግሖ ዘለና ካልእ ሰብ ንሕሪ ኮይኑስ ንኩልና ክሓትና ክእል እዩ ሰብ ሃገር እዚ ሰብ እዚዩ ኣይኮነን ካልእ እዩ እንተኢላሲ እዚ ስእሊ እዚ ንዝርግሕ ዘለና ኩልና ጌጋ ንፍፅም ከም ዘለና ክንፈልጥ ክንክእል ኣለና። ኣነ ንገዛእ ርእሲ ሕጂ ንሳ ፈሊጠ ኣነ እዚ ሰብ እዚ ኣይፈልጦን እየ ዘለኹ ምናልባት ምክንያቱ ሃገር ትብሎ ዘላ ሰብ ካልእ ክኸውን ይኽእል እዩ እዚኣ ዝኾነ ሰብ ክጥንቀቐላ ክኽእል ኣለዋ ኣብዚ ናይ ሃገር ግን ደቀዩ ኣነ ከም ሓንቲ ጓል ኣንስተይቲ ሃገር ከምዚ ኣጋጢሙኒ ትብሎ ዘላ ክትሕገዝ ኣለዋ ኣብ ልዕሊኣ ዘድልን ዘየድልን ብዙሕ ዘረባ እዩ ዝካየድ ዘሎ ኣብኣ ኣብ ውላዳ ኣብ ስድራኣ ነዚ ነገራት እዚ ሓገዝ ክትረከብ ክትክእል ኣለዋ እቲ ብመድሃኒት ዶ ብስሚ ዶ ብየስኩርሰ ዶ ገለ ዝበለቶ ረኻ ተነኣሰ ይቕረታ ክትሓትት ኣለዋ ይቕረታ ኣይሓትትን እየ እንተኢላ ግን በዚ ኣብ ልዕልኺ ኣጋጢሙኪ ዘሎ ነገራት ክንሕግዘኪ ኢና በታ ንስኺ ዝገበርክያ ጌጋ ከዓኒ ክንከሰኪ ኢና እዘን ክልተ ነገራት እየን ንሃገር ክቐርባላ ዝግበአን ሕግን ሓቅን ከዓ ንሱ እዩ ንሱ እዩ እምበር በዚ በዲልካ ስለ ዘለካስ ወላ ተበደል ባዕልካ ትፈለጥ ክትብሎ ንሰብ ኣይከኣልን እዩ ፅቡቅ ኣይኮነን ትክክል ኣይኮነን ኣይኮነን ብፍላይ ብፍላይ ሓደ ተጠባቂ ሰብኣዊ መሰላት እየ ዝብል ሲ ከምዚ ኤልሳ ጭሩም ትብሎ ዘላ ክብል ኣነ ትክክል ኮይኑ ኣይስማዓንን እንታይ ህጂ እዚ ናይ ሃገር ጉዳይ ሃገር ትብሎ ዘላ ደጋፊት ኮይና ካልእ ጉዳይ እንተዝኸውን ባዕለይ ደ ክትፈልጥ እንታይ ደ ገለ ምበልና እያ ግን ብዓመፅ እያ ትዛረብ ዘላ ተናኺፍኒ ቁሊሕ ይብለኒ ኣብ ጥቓይ ኮፍ ይብል ዓይኒ ዓይኑ ምሳይ ይዘውር ይተናኽፈኒ ገለ እያ ትብል ዘላ ኪኖ እውን ካልእ እኮ ኣጋጢመዋ ክኸውን ይኽእል እዩ ኣይትፈልጣን ኢኻ ንሕና ዘይንፈልጦ እዛ ሰብ እዚኣ ሲ ኣብ ውሽጣ እውን ገለ ዝህውኻ ነገር ይህሉ እኮ ዘጨንቓ ነገር ይህሉ ኣይንፈልጥን ኢና ነዛ ሓንቲ ሰብ በትን በትን ዝተዛረበቶ ኩልና ብደገፍትን ብተቃውሞን ኮይና ኩልና ከነጥቅዓ ከለና ግን ፅቡቅ ኣይኮነን እቶም ደንበ ፍትሒ ዘለና ስም ኢልኪ ዶ ቁተልኦም ኢልኪ ዶ ኢልና ከነጓጥጠላ ከለና በዚ ከዓ እዞም ህግደፍ ከዓኒ መራሕቲ ከምዚ ኢልኪ ዶ ገለ ኢሎም ከዓኒ እንድሕሪ ብኩሉ ክስታይ ዝገብርዋ እንድሕሪ ኮይኖም እሞ ከዓ እዛ ሰብ እዚኣ ንሕና ዘይንፈልጦ ካልእ ግዜ ብዘጋጠማ ገለ ነገራት እውን ኣብ ውሽጢ ሓደ ዘሸግራ ነገር ተልዩ ሲ ንሕና ኢና ንጋገ ዘለና ኩልና ማለት እዩ እቶም ብዙሓት እቶም ብዙሓት ኢና ንጋገ ዘለና ንሳ ይኮነት ንትጋገ ዘላ ማለት እዩ ሕጂ ሕጂ እንታይ ይኸውን ዘለዎ ሃገር ኣብ ሕግን ሕጋውነትን ድሕሪ በፂሓ በቲ ዘጋጠማ ክትሕገዝ ኣለዋ በቲ ኣጋጢምዋ ዝተዛረበቶ ኣብ ልዕሊኣ ብዙሕ ዝዛረቡ ዘለዉ ሰባት ካብኣ ሓሊፎም ብውላዳን ብስድርኣን ዘድልን ዘይድልን ዝዛረቡ ዘለዉ ሰባት ክኽሰሱ ናይ ሕግን ናይ ገለን ህዝቢ ክሕግዛ ክኽእል ኣለዎ ክሕግዛ ክኽእል ኣለዎ በቲ ኣቐዲማ ናይ ስምን ናይ ገለን ዝበለቶ ከዓኒ እንተነኣሰ ይቕረታ ክትብል ከም ዘለዋ ኣይብልነ እንተ ኢለ ከዓ ብኡ ከዓ ትኸሳ በቲ ሓደ ትሕግዛ በቲ ሓደ ከዓ ትኸሳ ብከምዚኣ መንገዲ ንሕርኢ ከይድና ንቐፃሊ እውን ንኩልና ፅቡቅ ኮይኑ ስመዓኒ ኣነ ማለት እዩ ሰብ ኩሉ ግዜ እንታይ እዩ በቲ ዝበደሎ ትኸሶ በቲ ዝተበደሎ ኸዓ ትሕግዞ ናይ ሕጊ ነገርሲ ንሱ እዩ ኢለ እየ ዝኣምን ኣነ ስለዚ ኤልሳ ጭሩን ከዓነ ከም ሓንቲ ተጣባቃይት ሰብኣዊ መሰላት ኣብዚ ገለ ዝሰሓተቶ ነገር ኣሎ ይስመዓኒ ኣነ ርዱእ እኮ እዩ ብሰንኪ ካብኡ ብሰንኪ ዘጋጠመኒ ካብ ሃገር ወፅኤ ናብ ስደት ብዘይሓሰብክዎ ተሰዲደ እናበልካ ካለካ ደጋፋይ ኮንካ ከትርከብ ብትክክል ሓሲባ ትኸዶ ዘላ ኣይመስለንን ኣነ ዓመፅ ኣጋጢምኒ ወይ ቀሲነ ክነብር ኣይከኣልኩን ብሰንኪ እየ ተሰዲደ ብሰንኪ ሃገረ ገዲፈ እናበልካ ካለካ እንታይ ኢላ ኣላ ሕጂ ንሳ እቲ ንዓይ ዘጋጠመኒ ንካልኦት ከዓ ንከይጋጥመንሲ ክቕፃዕ ተፀበዮ ነይረ እያ ትብለላ ሕጂ ተሓታታይ ንሱ ጥራሕ ከም ዘይኮነስ ትዛረብ ኣላ ጉዳያ ንሱ ኮይኑ ልክዕ እዚ ኤልሳ ጭሩም ዝበለቶ እዚ ኩሉ ነገር ኣጋጢሙኪ ካልኦት ደቂ ኣንስትዮ እውን ብጥዑናን ብጥንስን ብዙሕ ነገር ከም ዘጋጥመንሲ ትፈልጢ እኺ እ ነዚ ኩሉ እንዳፈለጥክን ዘጋጠመክን ርኢኽንሲ ንፍትሕን ለውጥን ደው ክትብሊ ነይሩኪ ተመይስ ከዓ ትድግፍዮ ኣለኹ ነቲ ጉጅለ ዶ ነቲ ስርዓት ዶ እዚ ምባላ ኤልሳ ጭሩም ትኽክል እያ ዘላ ትኽክል እያ ዘላ ከም ሓቂ ሃገር ኖርማል ሰብ ተተኸውንሲ ከምዚ ዓይነት ዘረባ እናተዛረበት ከምዚ ዓይነት ክሲ እናቕረበት ከላ ደጋፊት ኢኻ ክትብል ከላስ ሓደ በዲልኒ ኢልካ እንዳኸሰስካየስ በቲ ሓደ ከዓኒ ፅቡቅ ኣለካ ኢልካ ተድግፎ እንድሕር ኮንካስ እዚ ንተሓዝነሉ ንኸምኡ ዓይነት ሰብ ማለት እዩ ግን በቲ ዘጋጠሞ ትሕግዞ እጂ ንኣብነት ሃገር ብልባ ንድሕር ትሓስብ ንሕልያ ኮይናሲ እንታይ ትገብር ዘላ ክርዳእ እዩ እቲ ሓደ ትኸስስ ብዘይ ልባ እውን ካብ ሃገር ሃዲማ ከም ዝወፀት ተገዲዳ ከም ዝወፀት ከም ሳጂ ከምዚ ዓይነት ሽግራት ኣጋጢሙኒ ብሰንኪ ከምዚ እየ ካብ ሃገረይ ወፅአ እናበለት በቲ ሓደ ደጋፊት ኮይና ክትሪኣ ከለካ ኣብ ደንበ ተቓውሞ እኮ ነይራ ደላይት ፍትሒ እውን ነይራ ናብ ህግደፍ ከይዳ ሕጂ ከዓ ደጋፊቴ እናበለት እያ ዝዘረባ ዝተዛረበ ዘላ ከምዚ ኢላ እናተዛረበት ከላ ከቶም ህግደፍ ከቕርቡ ኣይከኣልን እዩ ሕጂ ኣነ ከም ሰብ እንታይ ኣየ ሓሲበ ዘለኹ ንምዃኑ ሃገር ኖርማል ኮይና ድያ ነዚ ነገራት ትዛረቦን ትሓስቦን ዘላ ወይ ንዓኣ ብሞራላ ክትንክፋ ስለ ዝደለኹ ይኹንኩን ግን እቶም ካልኦት ግን ክርዳእና ክኽእል ኣለዎ ሃገር ትዛረቦ ነቲ ናብትን ናብትን ትኸዶ ገለገለሲ ካልእ ካልእ ኩሉ ገዲፍካስ እቲ ኣጋጢምዋ ዘሎ ሓገዝ ክትረክብ ትክእል ኣለዋ ሰብ ከሸግራ የብሉን ሰብ ከጨንቃ የብሉን ካብኣ ሓሊፎም ኣብ ስድራኣን ኣብ ውላዳን ዝኸዱ ዘለዉ ሰባት ኣደብ ክገብሩ ክኽእሉ ኣለዎም እዚስ ክንሓስበሉ ክንክእል ኣለና እቲ ናታ ጌጋ ከዓኒ ይቕረታ ኢላ ክትዕርዮ ንቕፃሊ እውን ከምኡ ዓይነት ጌጋታት ንኸይትዛረብ ከምኡ ከዓኒ ቁርብ ብኸምኡ እሳ ጭሮምስ ብኸምኡ እንትቲ ኸድያኒ ሃገር ምሓሸ ምክንያቱስ ብሃገር ጥራሕ ኣይንረኣዮም ብሕጂሲ ናይ ብዙሓት ጌጋታት ክርከብ ይኽእል እዩ ናይ ብዙሓት ሃንደበት ብዙሕ ነገራት ከጋጥም ይኽእል እዩ ሕጂ እንታይ እዩ ዘጋጥም የጋጥም ሰብ በታ ዝበደላ ብሕጊ ክሕተት ኣለዎ በታ ዝተበደላ ከዓኒ ፍትሒ ክረክብ ክኽእል ኣለዎ ብከምዚኣ ክንሕዛ ክንክእል ኣለና ብፍላይ ደለይቲ ፍትሒ ማለት እዩ ሕጂ ኣነሲ ተጠባቂ ሰብኣዊ መሰላት ይኹንኩን ኤልሳ ጭሮም ግን ተጠባቂት ሰብኣዊ መሰላት እያ ሓደ ይኮናን ሓላፍነትናስ ሓደ ይኮነን ተልእኾና ሲ ሓደ ኣይኮነን እልሳ ጭሩም ህጂ ሲ ንዝተበደለ ጥራሕ ትሕግዝ ንዝበደለ ከዓኒ ትኸስስ እጂ በቲ ስራሕ ናይ ኤልሳ ጭሩምሲ ሃገርስ

ወላ ንስራሕ ን ኤልሳ ጭሩም ንቀጻልስ ጽቡቅ ኮይኑ ይስምዓኒ በዚ ይቅረታ ስለ ዘይበልኪ ኣብ ምድጋፍ ስለ ዘለኺ ገለ ኢላስ ነታ ነገር ብከምኣ ክትዓጽዋ እንድዒ ኣነ ቁሩብ ዝሓሳብ ዝተሰሓሓተት ኮይኑ ይስምዓኒ ኣብ ኮመንት ከኣ ርእይቶኹም ግደፉ ኣነ ሕጂ በከምዚ ጥራሕ ኣይኮንኩን ክሪኦ ደልየ ንቀጻሊ እውን ንቀጻሊሲ እንታይ ዝጠቕመና ብፍላይ ኣብ ብዓይኒ ተጣባቓይ ሰብኣዊ መሰላት ዝብል ክትሪኦ ከለኻሲ እንታይ እዩ ምክንያቱስ ንኣፍልጦና እውን ንኣፍልጦና ኩልናሲ ነቲ ነገራስ ብኸመይ ክንፈልጦ ክንክእል ኣለና ናይ ሕጊ ኣፍልጦ ድዩ ካልእ ካልእ ንብዙሕ ነገር ኣፍልጦ ክሕግዘና ንቐፃልሲ ብህልኽ ዘይኮንካ ክትሪኦ ዘለካ ብዓይኒ ሕጊ ክረአ ኣለዎ ኢለ ይኣምን ኣነ ምክንያቱ ሕጂ ሃገርሲ ዋላ ዘይተዛረበትሉ ብዙሕ ሽግራት ይህልዋ ይህልዋ ማለት ሲ ዋላ ወፅያ ክትዛረቦ ዘይደሊ ዘረባታት ብዙሕ ነገር ክህልዋ ይኽእል ወይ ድማ እቲ ዝበለቶ ጥራሕ ክኸውን ይኽእል እዩ ሓቂ ትልካ ትልካ ግን ጓል ኣንሰይቲ ከምዚ ጋጢምኒ እንተኢላ ብኣ ትሕግዛ በታ ዝፀረፈትካ ከዓ ትኸሳ ኣነ ንሳ እያ እምነተይ ጌጋ ክኸውን ይኽእል እዩ ዝሓሳበይ ግን ናተይ እምነት ወይ ኣነ እዚ እቲ ሓቂ ዝብሎ እዛ ዝብላ ዘለኹ እያ ዝኣምን ማለት እዩ እሞ ድማ ብዓመፅ ከምዚ ብደቂ ኣንስትዮ ንሕሪ ኮይኑ እቲ ትሕገዝ ዝግቦ ትሕግዞ ኣለካ እቲ ዘኽሰሶ ጉዳይካ ክትከሶ ኣለካ ስለዚ ኤርሳ ጭሮምስ ብክልተ ክትሪኣ ነይርዋ ብክልተ ክትሪኣ ነይርዋ ደጋፊትኺ ዘለኺ ሓደ ነቲ ዝዓመፀኪ ስርዓት ትድግፍዮ ኣለኺ እዚ የኽስሰኪ እዩ በቲ መድሃኒትን ስምን ዝበልክዮ የኽስሰኪ እዩ በቲ ንየሱስ ክርስቶስ ገለገለ ዝተዛረብክዮ የኽስሰኪ እዩ እዚ ነገራት እዚ ተኣረምሉ ይቕረታ ሕተትሉ

እዚኣ እንተትኸውን ናይ ኤልሳ ጭሩም ፅቡቕ ምኾነ ብዝኾነ እቲ ሓሳብ ናተይ ጌጋ ክኸውን ይኽእል እዩ ቅንዑን ክኸውን ይኽእል እዩ ኣነ ግን ንዝኣምነሉ ክዛረበሉ እየ ዝደሊ ቅኑዕ እንድሕር ኮይኑ ንጥቀመሉ ጌጋ እንተልናኻ ሰብ ይእርመኒ ሰብ ይምህረኒ ማለት እዩ ናተይ እምነት ንሱ እዩ እቲ ንዓይ ዝመስለኒ ከምዚ ሕጂ ይዛረበሉ ቅኑዕ እንድሕር ኮይኑ ንኩልና ጠቅም ጌጋ እንተልዩኒ ከዓ ካብ ሰባት ክምሃር የደልየ ኣነ ስለዚ ኣነ እታ ትመስለካ ምዝራብ ይኣምነ እታ ትመስለካ ምዝራብ ይፎትየ ንዝኾነ ሰብ እውን ንስኻ ተኣምነሉ ንዓኻ ሓቂ ኮይኑ ስማዓካ ተዛረብ ዝብል መርገጺ እዩ ዘለኒ፣ ሓሳብካ ግለጽ ዝብል መርገጺ እዩ ዘለኒ፣ ኣብ ከምዝን ኣብ ከምዝን ኣብ ከምዝን ከምዝን ከምዚ ዓይነት ኣሎ ሕጋዊ ኣሎ በቲ ሕጋዊ ምክንያት እዩ ብከምዝን ብከምዝን ወላ ኣነ ከም ሓንቲ ኤርትራዊት ኣብ ምቋም ትሃሉ ኣብ ምድጋፍ ትሃሉ ብዘየገድስ ገለ ኢለ እንተኸድኩስ ብዓይኒ ሕጊ ግን ኣብ ዘለናይ ሃገር ከምዝን ከምዝን እዩ ክትፈልጥዎ ኢላ ዘይንፈልጦ ነገር ክትምህረና ከኣ ጽቡቅ እዩ ትልካ ትልካ ትርኢተና እንድሕር በጺሕዋ ኣይጽላእን በሃላይ እየ ሸር ኣይትረስዑ ሰስናዩ።